ሰላም ሰላም ኣብ መላእ ዓለም ትርከቡ ናይ ቻናለይ ቤተሰብ በብዘለኹምዎ ሰላምኩም በዝሕ ተረፍ ይበለለይ። እንኳዕ ድማ ናብ ቻናለይ ብሰላም መጻእኹም። ናይ ሎማዓንቲ ቪድዮ ዝኸውን ደሞ ብዓብዪ ሰርፕራይዝ እየ መፅኩም ዝኒኹ እቲ ሰርፕራይዝ ንሱ እንታይ እዩ ክነግረኩም እየ እስከ ኣብ ቪድዮ ፍፃሚ ንክትከታተሉ ብኣኽብረት ይዕድም ንቻናሌ ሓደሽቲ ዝኾንኩም ሰብስክራይብ ነበራ ዝኾንኩም ከዓ ላይክ ሽር እናግበርኩም ንክተበረታትዕኒ ብኣኽብረት ይዕድም ክብራት ኣሕዋቲ ብእውነት እየ ዝለኩም ኣብዚ ሕዚ ግዜ ወርቂ ምግዛዕ ብጣዕሚ እዩ ዘዋፅእ ምክንያቱም ካብ መዓልቲ ናብ መዓልቲ ካብ መዓልቲ ናብ መዓልቲ ብጣዕሚ እናወሰኸ ይኸይድ ኣሎ እና ሎማዓንቲ ናይ ወርቂ ነገር እንዲያ ክነግረኩም መፅአ ግን ደሞ ወርቂ ግዝኡ ወርቂ ብጣዕሚ እዩ ዘዋፅእ ካብኡ ከዓስ ደስ እዩ ዘብል ማለት ቀዳማይ ነገር ኩሉ ግዜ ኣብ ደስታኻ መዓልቲ ድዩ ኣብ ደስ ዘለካ ግዜ ትገብሮ ኢኻ ትጋየፀሉ ኢኻ ካብኡ ደሞ ኣብ ዝሸገረካ እውን ክትሸጦ ትኽእል ኢኻ ከምቲ ዝፍለጥ ደሞ ዋጋ ወርቂ ሕዚ ብጣዕሚ እናወሰኸ እዩ ዝኸይድ ዘሎ እና ደቂ ዓበይቲ ወይ ወርቂ ግዝኣ ያው በብሰሙን ወይ ከዓ በብሰለስተ መዓልቲ ደሞ ናባኻትኩም የቕርቦ ኣለኹ እየ ደሞ ዓንቲ ግን ብዓብዪ ሰርፕራይዝ የመፅየኩም ኒኹሞ ሰርፕራይዝ እንታይ እዩ ንዚ ሓቢርና ክሪ ብጣዕሚ ደስ ኢሉኒ ብጣዕሚ ማለት እዩ ዘይተፀበኽዎ ነገር እዩ ወርቂ ተሸሊመን ያኹ ማለት እዩ እና እስኪ ናብቲ ሰርፕራይዝ ካብለኩም እየ ሰናይ ፃንሒት
ስምዒት ዝድርኽ ፍቕረ ልብኦና ቀቢሉ

ብጣዕሚ ይቅርታ ማለት እዩ እና ክብራት ኣሕዋት ሎማዓንቲ ወርቂ እየተሸሊመኒ ይኹ ብጣዕሚ ደስ ኢልኒ ብሂወቴ ማለት እዩ ወርቂ ዝበሃል ግዜ ይፈልጥን ኣይኮነን እንደ ወርቅስ ብር ባዕሉ ግዜ ይፈልጥን እየ ሰብ እኮ ይኣምን ከምዚ ክብል ከሎ ሓንቲ መዓልቲ ዝኩሉ ዓዲ ዓረብ እናተንከራተትኩ መሊእለይ ይፈልጥን ተሓደ እቅድ ይውፅእ ንእኹ ውድ ይብል ተሓደ እቅድ ይውፅእ ንእኸ ውድ ይብል ብስር በቃ ተሚእኽለኩም ኣይኮነ እንደ ወርቅሲ ቅያር ጫማ ቀያር ጫማ ቀያር ክዳን እውን ገዚአ የፈልጥን ማለት እዩና ግን ወርቂ ብጣዕሚ እየ ዝፈቱ ወርቂ ክህልወኒ ኣይፀልን ያው ከምቲ ዝበልኩኹም ስለ ዘይመለለይ እምበር ሎሚ ዓንቲ ግን ብዘይ ተፀብኽዎ ብዘይ ሓሰክዎ መንገዲ ወርቂ ተገዚለይ ማለት እዩ መን እዩ ገት ኢልኪ እንተልክኒ እንተልክናኒ ደቂ መዳም ቅመመይ ወይ ከዓ ክራት ተኸታተልተይ መዳመይ እያ ገዚኣትለይ ይሃው እዚ ወርቂ ድማ ካሪኤኩም እየ ማለት እዩ ረእይዎ ክፅብቅ ወርቂ ሰዓት ብጣዕሚ ደስ ይብል እውነት ስር ዋላ ሰዓት ይኹን ዋላ ወርቂ ይኹን ካልእ ሰዕረት ዋላ ብርስ የብለይን ክገዝእ እዩ ከም እግዚኣብሔር ይፈቃድ ሓደ መዓልቲ መሪእለይ ስራሕ ይውድድ ኣቢላ ክገዝእ ተስፋ ይገብር ያ ወርቂ ተቐማጢ ገንዘብ ዳ ኣይኮነን ግን በቃ ይመልአለይን ገዜ ይፈልጥን ስለዚ እዚ ዝመስል ሰዓት ደሞ መዳመይ ሂባትኒ በእውነት እዘን መዳማት ግን እሲ ካብ ልብኻ እንተሰሪሕኻለን ትዕግስቲ ጌርካ እንተሰሪሕኻሲ ማሰቃ እንድዒ ጥዕያት እዩን ብጣዕሚ ብስርኩፋ ዓረብስ የለይን ድሕ ብፀባይ ሒዝካዮ እንድሕ ብጣዕሚ ትግዘአሎም ኮይንካ ክፉእ ዓረብ የለን ግዲ እየ ዝብል ያው ኢድና ደሞ ከምቲ ትሪኦ ዘለኽን በረኪና ወዲእዎ እዩ ካብኡ ከዓኒ ሰዓታዊ ኢደይ ክኣስሮ ከለኹሲ ኢደይ ብጣዕሚ ቀጢን እዩ ዘስለካ ነገር ሳይድዩ ክብራት ኣሕዋተይ ናብ ኢደይ ክገብሮ ከለኹሲ ማንም ሰዓት እኮ ይወረት ንእሽተይ ሰዓት እንድሕር ገይረ እንትን ይብለኒ እንታይ እዩ ዝበሃል ይሰፍሐኒ ማለት እዩ ሕዚ እዚ ኣቑሪፀ እንትን ከፅቦ ተዘይኮይነ ኣይኾነን ስልሲ በቃ ይወልቕ ከምዚ ገይረ ሕዚ ተዓሲሩ እንሄዎ ዶ የእትወኒ ከምኡ ኢልካ ደስ ይኣቱ ይወፅ ይኣቱ እዩ ብጣዕሚ እዩ ሰፊሕ ወይ ንርጉር ዘለ እዩ ዘለዎ ክበ እየ ወይ ከዓ ካፅብዎ እየ ኣነ ብዙሕ ጌጣጌጥ ምናምን ይፈትን ዝሮ ዝሮ ግን ክሪኦ ማለት እዩ ዓድና ከይድና ምናልባት ሸማሕ ከንብለሉ ኢና እና ከምዚኣ ትመስል ናይ መዳመይ ሃድያ ማለት እዩ መዳመይ ማዓረይ ብዝወፀ ይተከልክ እየ ክብለክ ፈቱ ንዝሃበ ፈጣሪ ይሃቦ ሓቂ ዲ ክብራት ኣሕዋተይ ንመዳመይ መረቓ ብጣዕሚ ይፈትየያ ክትፅብቕ ደግሞ ማለት እዩ ምስ ካርቶኑ እያምፅኣትለይ ብርግፅ ወርቂ የኾነን ሓቂ ምዝራብ ግን ኣይለቅቕን በፍፅም ተኣምር ኣይለቅቕን ምስ ወረቐት እያምፅኣትለይ ምንም ዓይነት ሕብሩ ኣይለቅቕን ኣይድንዝዝን ድሌትኩም በቃ ቤትኩም ይቀመጥ ብሳሙና ብማይ ተሓፅብዎ ኣይባላሽ ወይ ማለት እዩ እና ብጣዕሚ ደስ ኢል ንክረት ኣሕዋተይ ምርቃሊ ንመዳሚ ኣነ ከዓሲ ከምዚ ስጦታ ዓብዩ ንእሽተይ ኣይብልን ንምንታይ ዋጋ ሓሙሽተ ቅርሺ ኣይትኸውንን በቃ ሓሲባ ምሃባ ብቻ ሲ እኽሉ እዩ ማለት እዩ ክራት ኣሕዋተይ እና ማለት እዩ ክራት ኣሕዋተይ ያ ወርቂ ማለት እዚ እዩ ፅሩይ ወርቂ እዚ እዩ እዚ ናይ ኣንገት ሃብል ማለት እዩ ከምዚ ዓይነት ወርቂ እንድሕር ትገዛእ ኮይንክን ዕስራን ሓደን ካራት ትገዛእ ኣለክን ዝፅሩይ ወርቂ ማለት እዩ እና ሓዚ ንኣብነት ሓሙሽተ ሽሕ ሪያል ክህልወክን ይኽእል ሰለስተ ሽሕ ሪያል ክህልወክን ይኽእል እንድሕር ንብዙሕ ግዜ ሕዚ ሓሙሽተ ሽሕ ሪያል ወይ ከዓ ዓሰርተ ሽሕ ሪያል ተልእክን ንምሓዝ ይኸብደካ ይበሎ ከምዚኣ ድቕቕ ዘለት ወርቂ ፅሪት ወርቂ ተገዚእኽን ግን ፅሪት ወርቂ ሓሙሽተ ግራም ትኹን ሽዱሽተ ግራም ሰለስተ ግራም ዓሰርተ ግራም ብቻ ብዓቕምኽን ግን ምግዛእኽን ዘይቀርየክን ዕስራን ሓደን ካራት ልዕሊኡ ንኣብነት ዕስራን ሓደን ካራት ተሎ ዕስራን ክልተን ዕስራን ሰለስተን ዕስራን ኣርባዕተን ካብ ዕስራን ሓደን ካራት ብታሕቲ ዘሎ ትጋየፃሉ ትኽእላ ኢኽን ግን ደሓሪ ክትሸጦ እንተልክን ብዙሕ መክሰብ ኣይትረኽባሉን ማለት እዩ ዕስራን ሓደን ካራት ልዕሊኡ ግን ብጣዕሚ እዩ ዘዋፀእካ ምክንያቱ ወርቂ ቅድሚ ሰለስተ ወርሒ ወርቂ ይቀርብ ነይራ ክንደይ ነይሩ ሰለስተ ሚእቲ ነይሩ ክልተ ሚእትን ገለን ነይሩ ሕዚ ግን ልዕሊ ኣርባዕተ ሚእቲ ኮይኑ በተለይ ኣብ ሪያድ ማለት እዩ ካብ ሪያድ ወፃእ ዘሎ እንኳን እግዚኣብሔር ይመስገን ዳሕና እዩ ኣብ ሪያድ ንእሽተይ ዝኸበረ ማለት እዩ እና ገንዘብክን ኣብ ኢድክን ካብ ትሕዛ ኣብ ዓዲ ወሲድክን ኮፍ ካብ ተብልኦ ኩሉ ግዜ እዚኣ ዝህባ ምኽራ እያ ምክንያቱም ይሪኦ ኣለኹ ሲ በቃ ካብ መዓልቲ ናብ መዓልቲ እናወሰኸ እምበር ንኣነስ ኣይኻይድን ዘለና ኩሉ ግዜ እዚኣ ዘይትቐርብ ምኽሪ እያ እናመኸርኩ ከምኡ እየ ኩሉ ግዜ ቪድዮ ዝሰርሕ ዛቢሉ እዚኣ ዘይበልኩሲ ኣይወፅእ ማለት ምክንያቱ ኣነ ባዕለይ ዋጋ ወርቂ ስለ ዝከታተሎ ይውስኽ እምበይ ክቐንድ ስለ ዘይረኣኽዎ እና መግዛእኹም ዘይቐርየኩም እቲ ፅሩይ ዕስራን ሓደን ናይ ባህሬን ወርቂ ኢልኩም ኢኹም ትገዙ ዘለኩም ካብኡ ከዓ ጥንቃቐ ግበሩ ወርቂ መሲሉ ብዙሕ እኒኦ ወርቂ ዘይኮነ ውሽጡ ከምዚ ጥማዕ ብቻ ዘይኮነ ሲ ወርቂ ዝመስል ግን ድማ ኣብ ሓፂር ግዜ ዝበንን ነገር እንሆ ዝፈልጥ ሰብ ጌርኩም ትገዝእ ኣለኩም እና ክብራት ኣሕዋተይ ብጣዕሚ ደስ ኢሉኒ መዓንቲ ኣይኮነ እንደዚ ዝኣክል ሰዓት እሲ ዋላ ንምንታይ ናይ ሓሙሽተ ቅርሺ ትኸውን ኣነ ስጦታ ብጣዕሚ ደስ ዝለኒ ካብቲ ስጦታ ብላዕሊ እቲ ሓሳባ ዝበለ ማለት እዩ ብጣዕሚ ደስ ይብልንና